ሰላም ሰላም ናይ ሞቦ ዩቱብ ቤተሰብ ተከታተልቲ ከመይ እኒኤኩም ዳሕና ድኩም ኣነ ዳሕና እየ እግዚኣብሔር ይመስገን ከምቲ ኣነ ዳሕና ለለክዎ ዳሕና ክትኮንለይ ባዓልቲ ሙሉእ ተስፋ እየ ሎማዓንቲ ብሓድሽ ቪድዮ እየ መፅኤኩም ሓድሽ ቪድዮ ታይ እየ ተይልኩምኒ ኣነ ተፋቲሖም ተዘርጊሖም ተዓሪቆም ከምዚ ልብል ቪድዮታት እንኳን ሰሪሐ ኣይፈልጥ እየ ምክንያቱ መልእኽቲ ሓዘል ክኾን ተሎ ቪድዮታቶ እዩ ደስ ልብለኒ እና ሎማዓንቲ ብምንታይ መፂኺ ተይልኩምኒ ካብ ማሕበራዊ ሚድያ ልተዓዘብኩዎም ነገራት ኣለው በተለይ በተለይ ኣብ ደቂ ኣንስትዮ ኣሕዋተይ ልተዓዘብኩዎ ማለት እዩ ፀርፊ ገለ የኾነይ ግን ሓደ ሓደ ደቂ ኣንስትዮ ኣሕዋተይ ኣለና ሲ ሓዳር ተሒዝካ ተተማራዒኻ ወይ ከዓ ተወሊድካስ ምፍልላይ ከምለየለ ጌርና ንሓስቦ ሓሳብ ኣሎ ወይ ክዓ ሴብ ንገብሮ ኣብ ርእስና ኣለና እቲ ነገር እዚ ልመን እዩ ልጎድእ ተልክም ልደቂ ኣንስትዮ እዩ ልጎድእ ሓደ ሰብ ፍቅራዊ ሂወት ወይ ክዓ ሓዳር ክጅምር ተሎ እግዛብሄር ክፈቅዶ ተሎ እዩ ሓቢሩ ክነብር ልክእል እምበይ እግዛብሄር እንድሕር ለይፈቂድዎ ሓቢርካ ናይ ምንባር ግዜካ ቶሎ እዩ ልቁጨ ዶሞ ብ ከምዚ ዓይነት ሀዚ ልኣብነት ሲ ይቅርታ ሰሉ ሓፍተይ ብናትኪ ቪድዮ ክሰርሕ ለበለኒ ሎማዓንቲ ንደቂ ኣንስትዮ ኣሕዋተይ ኢለ ይጠቅም እዩ ኢለ እየ ካብኡ ደሞ ለኣኺ ንእሽተይ መልእኽቲ ኣለኒ ካብ ሰብ ምኽሪ ለድልየኪ ሓሳብ ለድልየኪ ሰብ እየ ኮንኪ ብትኽክል ካብ ብቆልዓኺ ይፈልጠኪ እየ መታዕቢተይ መማህርተይ ንእሽተይ ሓፍተይ ኢኺ እና ታይ ድየ ተዓዚበ መሲልኪ ብናትኪ ልመፀ ክንደየናይ ልኣክል ደቂ ኣንስትዮ ዓርሰ እምነት ኣብ ሰብ ኢና ንገብር ተረዲእክን ድዩ ሰላም ማለት ዓርሰ እምነት ለለዋ ጠንካራ ቆልዓ ከም ዕድመኣ ለይኮነሲ በቃ ፁሩይ ኣተሓሳስባ ዓዲሉ ልሃባ ጓል ኣነስተይቲ እያ ብትክክል ሓፍተይ ኮይና ጓል ዓደይ ኮይና መናምን ኮይና ለይኮነሲ ናይ ሰላም ጥንካሬኣ ብጣዕሚ ደስ ልብለኒ በቃ ዓርሰ እምነታ ወኒና ጨቢጣ ልኸደት ጓል ኣንስተይቲ እያ ግን ሓደ ሓደ ደቂ ኣንስትዮ ልሰላም ብምንታይ ትሰፍራ እይ ርእሲ ደረቅ ልወዲ ተባዕታይ ክብሪ ሀምለይብላ ዋላ ኮሜንት ለረእኹዎ ሰላም ሲ ደረቅ እያ ልወዲ ተባዕታይ ክብሪ ለለዋ መሲሉ ኣይስምዕኒ ልበላ ሓደ ክልተ ደቂ ኣንስትዮ ኣሕዋተይ ኣለዋ ኣይኮነን ደተመኪሕኻ ኣይኮነን ደሕማቅ ተዛሪብካ ጽቡቅ ተዛሪብካ እንኳን ዝዓለም ወዮ እያና ሓደ ንዓኻ እቲ ንእሽተይ ውርህርህ ከብለልክን ካብኡ ካዓ ናይ ሰላም ልፎትዮም ነገራት ልፀለኣሉ ነገር የለይ ምኽንያቱ ጠንካራ ሰላም ማለት ኣሕዋታ ለባፅሐት ትሕት ኢላ ትምህርታ ተማሂራ እስካዕ ስደት ከይዳ ስደት ልቆልዓ ወሊዳ መፂኣ ዓዲ ዓዳ መፂኣ ደሞ ብዓቅማ ፋሕዃኽ ካብተን ልብላ ደቂ ኣነስትዮ ኣሕዋተይ ሓንቲ እየን ማለትይ ሓንቲ እያ እና ኣሕዋተይ ስብኣይ ቅብጥር ተሓዝካዮ ይብል ፍንጥርጥር እዩ ሰላም ሓፍተይ ፕራንክ ክኾን ትምኒተይ እዩ ምኽንያቱ ቆልዓ እንድሕር ወሊድካ መጀመርያ ኣይመስለካይ ወሊድካ ምፍልላይ ልመስሎ ከቢድ የለይ ልውላድካ ቃንዛ እዩ ግን ደሞ እግዚኣብሔር እንድሕር ለይፈቆይዶ የፈቆደይ ግን ደሞ ከምዚ ሎሚ ቅነታት ለስራሕሎ ብበዓል ገዛኺ ፕራንክ ክኾን ይምነየልኪ ከም ሓንቲ ዓባይ ሓፍትኺ ግን ደሞ ተኾይኑ ተኾይኑ ደሞ ጥንካሬኺ ኣይኮነንዶ ንዓኺ ልኽእለት ደቂ ኣነስትዮ ማርኣያታት ኢኪ ብዚ ኣጋጣሚ ክገልጸልኪ ልደሊ ሰላም ሓፍተይ ጅግና ዓርሰ እምነትኪ ልጨበጥኪ ልወነንኪ ፈጣሪ ክትፈርሒ ለይትውስልቲ በቃ ሰላም ማለት ኣይትውስልቲ ብትክክል ማለት እዩ ኣነ ድሞ ደስ ካብ ልብላኒ ደቂ ኣነስትዮ ኣሕዋተይ ሰላም እያ ማለት እዩ እና ካብ ሰላም ተፈልዩ ቴዲ ቪድዮ ብምስርሑ ብዙሓት ደቂ ኣንስትዮ ኣሕዋተይ ልደንገጽክን ኣለኽን ማለት እዩ ኸምኡ ኾይንክን እንድሕር ትድንግጻ፣ ኸምኡ ኾይንክን ኣብ ኣብ ሰብ እምነት እንድሕር ትገብራ ኾይንክን፣ ምፍልላይ፣ ሞት ወይ ገለ እንድሕር መጺኡ ከቢድ ተጽዕኖ እዩ ኸጋጥመክን ማለት እዩ። ሓደ ስብኣይ ኣነ ኸም ሓንቲ መብራት ሓደ ስብኣይ ክመጸኒ ተሎ ምሳይ ክነብር ተሎ እግዝኣብሄር ክፈቕዶ ተሎ ጥራሕ እዩ ሓዳርና ሓዳር ክንኮን ንኽእል። እግዝኣብሄር እንድሕር ለይፈቒድዎ ግን ኣይኮነን ድሓዳር ሰሙንለ ክንቅኒ ኣይንክእል ኢና እምነትክን ኣብ ሰብ ኣይትግበራ ሰላም ሓፍተይ ተፎልዩ ቪድዮ ስለ ልሰረሐ ፕራንክ መሲሉ እዩ ልስመዕኒ ግን ደሞ ትክክለኛ ተኮይኑ ዋላ ቪድዮ ስለ ልሰረሐ ወይ ከዓ ስለ ልከደ በቃ ኩሉ ስብኣይ ከምኡ ኣይኮነን ግን ደሞ ግን ደሞ ተም ቴሳዐ ሓሙሽተይ ከምኡ እዮም በቃ ምሳካ ነይሮም ንእሽተይ ተርእዮም ንእሽተይ እግሪ ምስተከሉ ምናምን ካብኡ ደሞ ታይ ልበሃል ለሎ እታ ምስኡ ትነብር ጓል ኣንስተይቲ ትኽክለኛ መንነቱ እያቶ ኣነ ሕዚ ልስብኣየይ ኩሉ ነገረ እየ ልህቦ እንድሕር ናተይ ኩሉ ነገር ምሃብ ለይተመችይዎ ኮይኑ ምኽኒት እንድሕር ደልዩ ስብኣይ ድሞ ታይ ድይለካ መሲልክን ፀሪፋትኒ መልሓሳ ከምዚ እያ ከምዚ እያ በዲ ተባዕታይ ናይ ሰበይቱ ምሽጥር እንድሕር ለውገዐኩ ኮይኑ ርግጥ ብኸመይ ተፋላሊኻ ኢልካ ትሓቶ ኢኻ ግን ደሞ ብቱ ሰብ ለይገልጻ መንነት እንድሕር ገሊጽዋ ኮይኑ ወዲ ተባዕታይ እመንኒ ምሳካ ካዓ ቀጻልነት የውልይ ካብኡ ድሞ ከመሓላልፎ ልደሊ ኣፍቲ ሐዚ ግዜ ልሪኦ ኣብ ደቂ ኣንስትዮ ስሕተት ኣታይ መሲልክን ሰብ ሓዳር እየን ልደልያ ልምንታይ እዩ እንድዒ ሓዳር ኒኦ ቆልዑ ወሊዱ ምናምን ምህላዩ ላፈለጣስ ልጉዝጓዛ ደቂ ኣንስትዮ ብዙሓት እየን ኣነ ብሓደ ሓደ ግዜ ብወዲ ተባዕታይ ኣይሕዞሉይ ምክንያቱ ጓል ኣነስተይቲ ኩሉ ነብሳ መስሑት ሰለለኮነት ማለት እዩ እና ሰሉ ሓፍተይ በዚ ኣጋጣሚ ሸር ላኣልክ ነብጻሓላ ከመሓላልፉ ልደሊ ላኣኺ ብርግጥ እንድሕር ተፋላሊኪ ኮይንኪ ምስ ቴዲ ጠንካራ ኮይንኪ ናትኪ ጥንካሬ ጥራሕ ኢኪ ክተርእዮ ለለኪ ኢለ እየ ላኣምን ጥንካሬኺ ብኣካል ብተግባር በቃ ጥንካሬኽስ ብተግባር ክተርእዮ ከምቲ ላመጻኹዮ ነበርክ ኣማጻጽኣ ሰላም ማለት ባይ ዘ ወይ ልልፈልጣ ሰብ ካብ ብቆልዓኣ ብዙሕ ነገር ኣሕዋታ ከመደ ኮይና ባጺሓ ኣብዚ ደረጃ እዚ ለብጸሐት እያ ለይ ክትፈልጣ ትኽእላ ኢኽም ብጣዕሚ እያ ጅግና ብጣዕሚ ጽሪቲ እዙቲ ጠንካራ ሞራለኛ እያ እና ኣነ ከምቲ ለረእክዎ ቪድዮ ናታ ምስ ኣሕዋታ ምፍልላያ ምስቱ ለሎ ኩነታት ኩላትና ኢና ተፋላሊና ኣሕዋትና ስደት መጺኦም ካብ ስደት መጺኦም በቃ ኢሎም ተመርዕዮም ኣጋ ዕረፍቶም ኩናት ክባሃል ተሎ ተመሊሶም ስደት ልከዱ ኣሕዋትና ብጣዕሚ ኢና ንጨናነቅ ምክንያቱ ቀደም እክብ ኢልካ መሰው ሓደ ለይቲ ለይሓድረሉ እኽሊ ነይሩ ሎሚ ግን በሊዕኻ ብልዐለይ ኢልካዮ ትልሙኖ ውላድለ እውን የለይ ብሰንኪ ጦርነት እና ስደት እና ሰሉዋይ መዓረይ ጅግና ኢኺ ቀፅልሉ ብዙኹነታት ከይትደናገፂ ብኖርማል ተኾይኑ ኣሰየ የናይኪ እግዚኣብሔር ወሲድዎ ኣሎ ላብለይ ናይ ባይዘወይ ሓደ ሓደ ግዜ ደቂ ኣንስትዮ ለይየድልየና ወሲዱ ዝሕሸና እዪ ለምፀልና እና ደቂ ኣንስትዮ ካብ ባዕለይ ጀሚረ ኣነ ብጣዕሚ ኢካ ትስበር ርግፅ ብጣዕሚ ሂወት ከቢድ እዩ ብዙሕ ነገር መስዋእቲ ከፊልካ ሓዳር ክኮነኒ እዩ ኢልካ ብዙሕ ተንካራቲትካ መፂካ ከምዚ ኢልካ ክትፈላለ ተለካ ከቢድ ኢካ ግን ኣነ ናይ ሰላም ለይወረደለይ ነገር ተሃለየ ፕራንክ መሲሉ እዩ ተሰሚዕኒ ተኮይኑ ተኮይኑ ካዓ ሰላ ሓፍተይ ጅግና ኢኺ ኢለ እየ ልኣምን ባይዘወይ ልዕሊ ኩሉ ትሕቲ ኩሉ ደሞ ነብስና ክነፍቅር ኣለና ደቂ ዓበይቲ ሰብኣይ ጎይታዋይ እምበይተዋይ ገለመለ ኢልካዮ ኣይኮነይ ልቅመጥ እግዚኣብሔር ክፅሕፈልካ ተሎ እና እግዚኣብሔር ክርስቶስ ክእዩ ልክበካ ተሎ እዩ እና መብዛሕቲኤኽን ደቂ ኣንስትዮ ኣሕዋተይ ሰላም ስብኣይ ሰላም ምስ ካሊእ ብምስርሑ ቴዲ ብዙሕ ስምዒታት ልተሰመዐክን ደቂ ኣንስትዮ ኣሕዋተይ ከምኡ ክንኮን የብልናይ። ተኸደ ይኺድ ተተቐመጠ ይቀመጥ ምኽንያቱ ሓዳሪ እንጀራ ይውሃቢ እግዚኣብሔር ኣምላኽ እዩ ስለዚ ከምኡ ኢልክን ርእስኽን ከይተዳናግራ ልወዲ ክንዱ ልኣክል እምነት ኣይትሃባ ሰላም ሀዚ ደስ ትብለኒ ጠንካራ እያ በቃ ውሽጢ ጎደሎ ለይብላ ስብራት ለይብላ ፀገማት ለይብላ ይኾነ ግን ላዕሊኻ ጥንካሬ ኢኻ ክተርኢ ለለካ እና ሰሉ ሓፍተይ ኣብ ማሕበራዊ ሚድያ ንካልኣይ ግዜ ተለይ ትነብዒ ደስ ኢሉኒ ዋላ በሕዋትኪ ይኩን ዋላ ብምንም ነገር እሱ ለይብሉ የለይ እሱ ለይጸገሞ ነገር የለይ ምስ ሓው ለይትፈላለ የለይ ሕዋትኪ ኩላትና ፋሕታና ኢና ወጺና እኔና እና ሰልየይ ማዓረይ ኣብ ስራሕኪ ጠንካራ ኩንኪ ክትሰርሒ እየ መልእክቲ ለማሓላልፈልኪ እና ደቂ ኣንስትዮ ይሕዋተይ ካዓ ከምታ ልወል ክኩን ጽዋና ንተደጋገመ ዋጋ የውልይ ኣብ ወዲ ተባዕታይ ተስፋ ኣይትግበራ ተስፋ ስለ ንገብርለ ኢና ንስበር ኣለና ልኣብነት ሀዝስ ኣብ ሱዕዲ ኮይና ላብ ትግራይ ነፍቅር እሞ ልኮነ ወይ ተሞርዒ ይፀንሐና ወይ ካዓ የደልየኪ ተይልና በቃ ጠቅላላ ሞራልና ይስበር ኡሙረና ይንካእ ምናምን ማለት እዩ እና ስብኣይ ተከደ ስብኣይ ይመፅእ ሰበይቲ ተከደት ሰበይቲ ትመፅእ ምክንያቱ ርግጥ እኮ ሕልፍ ሕልፍ ትንፋስ ይሕልፍ እዩ ግን ሓደ ነገር ኣብ ርእስና ክንገብሮ ለለና

ስለዚ እንዶም ኣናእስ ሓደ ሓደ ግዜ ስታይ ድየ ልብል ስዋእ ደቅና ደቅኻስ መስዋእቲ ከፊልካ እንድሕር ኣባጺሕኻሲ ውላድካስ ብሽምካ ክጽዋዕ ኣለዎ እየ ልብል እዚ ኣባሃህላ ናይ ወለድና ልመጸ እይምበይ ኣቦ ልመጸውዕ ጥራሕ ልጥቀም ልጥቅም እምበይ ምንም ነገር ጠቃምነት ኣለዎ ኢለ ኣምኒ ግን ኩሉ ኣቦ የኮነይ ውላዱ ልከድነሎ ውላዱ ብስነስርዓት ፍቅሪ ልህበሎ ቕርሺ የኮነ ይዓውዪ መጀመርያ መጀመርያ ኣቦነቱ ክዋፃእ ኣለዎ ፍቅሪ ክህቦ ኣለዎ ብስነስርዓት ትምህርቲ ቤት ክወስዶ ኣለዎ ልውላዱ ፍቅሪ ኣቦነት ከካፉሎ ኣለዎ እና ሓደ ሓደ ኣሕዋተይ ደሞ ፍቅሪ ኣቦ ላሃወ ላሃለዮ ገንዘብ ብለይ ምሃቡ ገንዘብ ለይሃቦ ምናምን ኢልና መጀመርያ መጀመርያ ፍቅሪ ኣቦ እዩ ላዓቢ ግን ዶሞ ብዝ ሐዚ ግዜ ስብኣይ ፍትሕ ኢሉ ላብ ሰበይቱ ኢሉ ከድ ላብታ ዳሕረወይቲ ማለት እዩ እና በኋላ ያመጣኝ ነውጣ እታ ዳሕረወይቲ ዶሞ ለቶም ቀደሞት ቆልዑ ልብ ማናቀያ ደቂ ኣንስትዮ ብዙሓት እየን ስለዚ ስለዚ ታይ ድየ ክብለክን ደልየ ኣብ ጓል ኣንስተይቲ ማለት ኣቦ ኣዶ እያ በቃ ጀሙየ ተናጊራቶ እያ ናጀሙየ ኣቲ ክንረዮ ሓደ ኣቦ ፍቅሪ ክዳን ብዙሕ ነገር ሓላፍነቱ እንድሕር ለይተዋጺኡ ኣቦ ክባሃል ለይክእል እዩ ስለዚ መብዛሕቲኤክን ደቂ ኣንስትዮ ኣሕዋተይ ወዲ ተባዕታይ ካብ ሓዳሩ ክፋታሕ ተሎ ክትድነቃ የብልክኒ ሞራልክን ክንካእ የውሊ ግን ብበዝሒ ልረእክዎ ናይ ሰላም ኣፍቅርቲ ደቂ ኣንስትዮ ኣሕዋተይ ኢክን ብጣዕሚ ደስ ልበለኒ ነገር ካብ ሰላም ጽሪቲ ውጪ ወደ ውጪ ካብ ሰላም ጽሪቲ ወድያ ምናምን ትብላ ደቂ ኣንስትዮ ኣሕዋተይ ሪእክን ከምኡ ኢልካ ዓርሲ እምነትካ ምጥንካር ወይ ከዓ ልታ ጓል ኣንስተይቲ ክተጠንክር ኢካ ለለካ እምበይ ብንእሽተይ ነገር ሞራልና ክነውድቅ የብልናይ ደቂ ኣንስትዮ ኣሕዋተይ ርግጥ ፍቅሪ ትደሊ ኢካ በተለይ መስዋእቲ ትከፍለሉ ሓዳር ከቢድ እዩ ክትፈላለ ተለካ ግን ደሞ

ላብ ስብኣይ ትጉዝጎዝ ላብ በዓልቲ ሓዳር ትሳሓሳሕ ጓል ኣነስተይቲ እያ ለላ እታ ፅቡቅ ሓዳር ለለዋ ጓል ኣነስተይቲ ካዓ ስብኣይ ኣብ ርእሲ ሓዳራ ትድርብ ጓል ኣነስተይቲ እያ ለላ ርግጥ ብዓይነይ ልረእክዎ ልሰማዕክዎ ለለኩ ልሂወት እየ እዚ ልነግረክን ለኩ ስብኣያ ገንዘብ ላሰደደላ ቡቱና ስብኣያ ገንዘብ ላስተየት ልወዲ ተባዕታይ ሒዛ ትሓድር ጓል ኣነስተይቲ ካዓ ብዝሕቲ እያ ማለት እይና ደቂ ዓበይትዋይ ማዓረይ ልሰላም ሓፍተይ ሼር ላበልኩም ኣብፁሑለይ ሰሉዋይ ማዓረይ የኔ ጅግና ብጣዕሚ እየ ልፍውትየኪ ብጣዕሚ እየ ለክብረኪ ጀግና ኣደ ኢኪ ግን ግን ደሞ ፕራንክ ክኮነልኪ ባዓልቲ ሙለእ ተስፋ እየ ጥንካሬኪ ቀፅልሉ ምንም ዓይነት ንብዓት ልደገ ክወፅእ የብሉይ ዛሓፍተይ ማዓረይ ደቂ ኣንስትዮ ኣሕዋትኪ ኩለን ከዓ ኣብ ጎንኺ እየን ዘለዋ ከምዚ ኢልኪ ኣብ ጎና ኩና እምበይ ናይ ሰላም ሓፍተይ ይኹን ናይ ማንም ነገር ናብራ ክብተን ተሎ ክንድንግፅ ክንሽበር የብልናን ኣዶ ኣቦ ባዓልትና ክንኮን ንክእል ኢና ጀጋኑ ኢና ማለተይ እየ እና ካም ኣነ ሓንቲ መብራት የለክልኩ ጋል ኣንስተይቲ ሓዳራ ተፈቲሓ ደቃ እያ ትስብስብ ወዲ ተባዕታይ ሓዳር ተፈትሑ ኩላሎ ኣለሻ ማዓንኮር ሰበይቲ ኢልከን እና ቡዙይ ነገር ክትሽበራ የብልክኒ ብከምዚ ዓይነት ቢድዮ መፅኤ ኣይፈልጥ ግን ሰሉዋይ ማዓረይ ንብዓት ክክረእ ይደሊ ብስሩብ ሱር ሱር ልኾነ በቃ ልስመዐካ ነገር ኣሎ ካም ጓል ኣነስተይቲ ግን ደሞ ካባኺ ብዙሕ ጥንካሬ ልመሃራ ደቂ ኣነስትዮ ኣሕዋትኪ ስለለለዋ ከምኡ ኣይትኹኒ የኔ ኣንበሳ ኣሕዋትኪ ደሞ በብለለውዎ እግዚኣብሔር ኣምላኽ ይሓልዮም ኩላትና ኣሕዋትና ፍቓድ እዩ ስደት እዮም ለለውና ኣብ ዓድኻ ውሽጢ ደሞ ሽግር የውሊ ናጋ ንጉሆ ሰላም ክኾኑ ይዓዶም ክመፁ እዮም እግዚኣብሔር ኣምላኽ ብናይ ፀሎት ወለድና ይሓልየናና ኣስደት ለለኽን ኣሕዋተይ ብልፈረሰ ናብራ ወይ ክዓ ብፕራንክ ልትሰርሕዎ ኣሕዋትና ክትዳናገፃ ክትሽበራ የብልክኒ ኣብ ሰብ ኣይትግበራ ተስፋክን ማለት እዩ ብዙሓት ደቂ ኣንስትዮ ኣለዋ ታሪከን ለውግዓን እተትነግረክን ብጣዕሚ ምተገረምክን ነይርክን እና ከምኡ ክንኮን የብልናይ ጀጋኑ ደቂ ኣንስትዮ ንኩን በዓልትና ኣቦ ከም ንኮን በዓልትና ውላድና ከም ነባፅሕ ሰሪሕና ካም ንነብር ሰሪሕና ብለይ ስብኣይ ትጉዳእ ኢካ ርግጥ ስብራት ኣሎ እዩ ግን ደሞ በቃ ክምለስ ስለ ለይኸእል ትልፈረሰ ነገር ርእስና ክነፍርስ የብልናይ በብለለና ነገር ተስፋና ደሞ ኣብ መድሂን ኣለም በይ ኣብና ሰብ ኣይንግበር የለክን ብጣዕሚ እየ ልፎትየክን ትማሊ ብልሰራሕክዎ ቪድዮ ምስ ሜረዳ ኣርሴማ ከዓ ብጣዕሚ ጽቡቅ በእውነት ናማነ እየ ሓደ ሓደ ሰብሲ ከምዚ ቀልዲ ይመስሎ ልሰብ ሞራል ተስፍኡ እዩ ሕማቅ ጽሑፍ ደሞ